ሰላም ክቡራት ሰማዕትና ኣብ ምዝዛም ዓመት ክልተ ሽሕን ዕስራን ሓሙሽተን ሓደ ጉጅለ ጋዜጠኛታት ክፍሊ ሬድዮ ናብ ዞባ ደቡባዊ ቀይሕ ባሕሪ ሓፈሻዊ ዳህሳሳዊ ናይ ስራሕ ዑደት ብምግባር ኣብቲ ዞባ ንዝተተግበሩን ኣብ ምትግባር ዝርከቡን ልምዓታዊ ንጥፈታት ተዓዚቡን ንዝምልከቶም ኣካላት ብምዝራብ ድማ ሓበሬታ ሰኒቑ ተመሊሱ ነይሩ። ኣባል ድምጺ ሓፋሽ ኤርትራ ኣገልግሎት ዓረብ ዓብደልወሃብ መሓመድ ኣማን እውን ኣካል ናይቲ ጉጅለ ዑደት ብምንባሩ ኣብ ዞባ ደቡባዊ ቀይሕ ባሕሪ ንኡስ ዞባ ማእከል ደንካልያ ንሓላፊ ምክትታል ምምሕዳር ከባቢታት ናይቲ ንኡስ ዞባ ኣቶ መሓመድ ሳልሕ ኢብራሂም ንሓፈሻዊ ገስጋስ ናይቲ ንኡስ ዞባ ብሓፈሻ ማሕበራዊ ኣገልግሎታት ድማ ብፍላይ ኣዘራሪብዎ ኣሎ። ንዓብደልወሃብ መሓመድ ኣማንን ጋሽኡን ኣዝየ እናመስገንኩ ኣወሃሂደን ኣርቲዐን ከቕርበልኩም ምሳኻትኩም ዘለኹ ኣሞኑኤል ገብራየ ንቐደም በሉ።

ንኡስ ዞባ ማእከል ዳንካልያ ዕስራን ሓሙሽተን ዓድታት ብዝሓቖፋ ሸውዓተ ምምሕዳራት ከባቢ ዝቖመት ኮይና፣ ዝበዝሐ ብመጓሰ ዝናበርን ገለ ክፋሉ ድማ ኣብ ንግዲ ዝተዋፈረን ልዕሊ ዕስራ ሽሕ ነበርቲ ኣለዉዋ። እዛ ብጀግራፊ ኣቋውማ ኣዝዩ ፋሕ ዝበለ ህዝቢ ዝነብረላ ንኡስ ዞባ እዚኣ፣ ተረባሒት ማሕበራዊ ኣገልግሎት ንኽትከውን ብዛዕባ

ምናልባት ጸገም ኣሎ እዩ። ይኹን እምበር ኣብ ኣፋምቦ እዚ ኣፋምቦ ንምምሕዳር ከባቢታት ኣፍናቡን ማብራን ሕክምናዊ ኣገልግሎት ኣብዚ እዩ ዝወሃብ። ትምህርቲ ከኣ መባእታ፣ ማእከላይ፣ ካልኣይ ደረጃ ኣብያት ትምህርቲ እውን ኣብዚ እዩ ዘሎ። እቲ መሻሪፍ። ናይ ህዝቢ ናይ ዱካን ሕድሪ ተክሊ ኢሁን ኣብዚኡ ዝራገፍ ንትን ምሕዳር ካቢታት ማብላን ኣፍናቡን ኣፋንቡ ኣብዚኡ ዝራገፍ ኣገልግሎት ትምህርቲ ከኣ ብዓቢኡ ወላ እውን ካብ ዕዲ ክሳብ ማእከላይ ደረጃ ዘለዋ ከባቢ ስለ ዝኾይነ ካብ ዕዲ ይኹን ካብ ባልዕቡይ ካብ ኣፍናቡ ካብ ኩለን ከባቢታት ማእከላይን ካልኣይ ደረጃ ንምክትታልካ ኣብዚ ኣብ ኣፋንቦዩ

ይመሃሩ ኢልና ንሓስብ ካብ ሽዱሽተ ሚእቲ ንላዕሊ ማለት እዩ ኣብዚ ቤት ትምህርቲ ማለት እዩ ኣብዚ ዝነበረ ህዝቢ ምስቲ ናይ ዝሓለፈ መግዛእቲ ስርዓት ኣብ ስርዓት መግዛእቲ በዓል ደርጊ ደቂ ኣንስትዮ ጥራሕ ዘይኮነስ ዋላ ተባዕትዮ እውን ይመሃረ ኣይነበረን እዩ ሓያል ለውጢ እዩ ተገይሩ ዘሎ። ንሕና እዚ ኣብዚ እዋን እዚ ንሪኦ ዘለና ተሳታፍነት ንትምህርቲ ዝነኣድ እዩ። ብፍላይ ደቂ ኣንስትዮ ከምቲ ዝደልየን እኳ እንተዘይኮነ ላኪን ደቂ ኣንስትዮ ኣብዚ ኣብያተ ትምህርቲ ተማሂረን ሃገራዊ ግቡእን ፈፂመን ናብ ስራሕ ብፍላይ ኣብዚ ዝተወለዱ ኣብዚ ዝተምሃሩ ሃገራዊ ኣገልሎት ሰዋ ወሪዶም ተመሊሾም ከኣ ኣብ ዝተፈላለዩ መምህርና መማሂራን ሓካይም ተመድበን ይሰርሓ ኣለዋ። እዚ ኣተባብዒኡ መንግስቲ ከኣ ብፍላይ ደቂ ኣንስትዮ ክመሃሩ ትምህርተን ክቐጽላ ብዙሕ ምትብባዕ ተገይሩ እዩ። ኣብዚ ከባቢ እዚ ብኡ መሰረት ከኣ ደቂ ኣንስትዮ ኣብ ዝተፈላለየ ትካላት ከኣ ኣብ ስራሕ ኣለውን ኣብ ትምህርቲ ከኣ ከማይ ይቐጽሉ ኣሎ። እቲ

ህዝቢ እዚ ንኡስ ዞባ እዚ ሓያል እዩ፣ እናሓየለ ይኸይድ እዩ። ሕጂ እውን እተን ደቂ ኣንስትዮ ከኣ ንዝለዓለ ተሳታፍነት ከኣ ብዙሕ ጎስጓሳት ይገብራ ኣሎ ማለት እዩ። ኣብዚ ሕጂ እዋን እንተሪእና ተወሳኺ ክፍሊታት ይውሰኽ ኣሎ። እዚ ተወሳኺ ክፍሊታት ብኸመይ ተበግሶ እዩ ተጀሚሩ ዘሎ? እዘን ተወሳኺ ክፍሊታት ከምዘሎኒ ሓበሬታ ብፍላይ ናይ መምህራን፣ ክፍልታት ፀገም ነይርዎ። እተን ናይ መምህራን ክፍልታት ከዓ ተወሳኺ ክስራሕ ብኡ ከዓ ካሊእ ንኣገልግሎት ዝውዕሉ ክፍልታት ኣብዚ ቤት ትምህርቲ እዚ ናይ ላይብረሪ ናይ ላብራቶሪ ኩለን ይወሃብ ስለ ዘሎ እዚ ተወሳኺ ክፍልታት ኣድላይነቱ ንመፃኢ ክወስኽ እንዳኸደ ዝመፅእ ናይ ተምሃሮ ቁፅሪ መማህራኑ እንኮላይ ከማን ክወስኹ እንዳመፅኡ ይኽእሉ ስለዝኾኑ ንዖም ከዓ መደቀሲኦም ስታፍ መምህራን ከምኡ ክፍልታት ከዓ ንምውሳኽ ዝመስል ስጉምቲ እዩ። መጀመርያ እቲ ዝካየድ ዘሎ ፕሮጀክት

ዝካየድ ዘሎ ንጥፈት ስራሕ መሊኾም ስለዘሎ እዚ ኣብዚ ቀረበ ቅድሚ ዓመት ክወዳእ ኣብ ስራሕ ክውዕልካ ትጽቢትና እዩ። ከምዚ ክትገልጾ ዝጸናሕካ እቲ ተሳትፎ ሓፈሻ ተማሃሮን ደቂ ኣንስትዮን ኣብ ትምህርቲ ካብ ግዜ ናብ ግዜ እንዳዓበየ ይኸይድ ኣሎ ክትብል ጸኒሕካ ከምቲ ዝድለ ግን ናብቲ ዝድለ ደረጃ ደቂ ኣንስትዮን ደቂ ተባዕትዮን ማዕረ ዝመሃረሉ ክፍልታት

ኣምጺእኻ ናብዚ ትምህርቲ ክከታተሉ ንምግባር ሕጂውን እቲ ጎስጓስ ቀጻሊ እዩ። ብወገን ማሕበራዊ ኣገልግሎት ናይ እዚ ንኡስ ዞባ ዝምልክቶ ኣካላት በሙሉእ ምምሕዳር ከባቢታትን ሳዕሪታትን ይካየድ ኣሎ። ኣብ ዘዘለውን ከኣ መባእታ ደረጃ ቤት ትምህርቲ እውን መሓላፍን ኣቦ ስለዘለውን ኣብ መባእታ ቤት ትምህርቲ ከኣ ትምህርቲን ይቐጽላ ኣለዋ። ኣብኡ ተማሂረን ከኣ ናብ ማእከላይን ካልኣይ ደረጃ ይሓልፉ ዘለዉ ከኣ ናይ ግድን ኣብዚ ይመጽኡ እዮም።

መምሃራን ኮይኖም ይምህሩ ከም ደለዉ እዞም መምሃራን እዚ ስግዓ ክንደይ ኢኹም ኣብቲ ሕብረተሰብ ጸለውቲ ክኾኑ ስግዓ ክንደይ ኢኹም ከም ኣብነት ጠቕሶም ስግዓ ክንደይ ኢኹም ካብቲ ርሑቕ ከባቢታት በጺሖም ጎስጓስ ከም ደካይት ዝገብሩ
ጽቡቅ ኣለ ሓደ እዚኦም ኣብዚ ተወልዶም ኣብዚ ተማህሮም ሃገራዊ ግቡእ ፈጺሞም ተመሊሾም ከኣ ኣብ መምህርና ኣትዮም ዘለዉ ካብም ንጸብዮ እጃም ሓያል እዩ። እዋ ምክንያቱም ኣብዚ ኣብ ትምርቲ ከኣ ማዕረ ክንደይ ድሌቶም ማዕረ ክንደይ ከኣ ጸገም የሕልፎም ከም ዘለዉ ከኣ ደሓር ተመሊሾም ከኣ ንሃገሮምን ንዝተወለድሉ ከባቢ ከኣ ከም መማህራን ኮይኖም ዝመጹ ስለ ዝኾነ ኣብ ዘዘለዎም ከባቢ ከኣ ስድራ ደቆምካ ናብ ትምህርቲ መኣዲ ከቕርባ ከም ዘለውካ ኣብ ዘዘለወን ትንባረን ሕጂ ኣብዚ ጥራይ ዘይኮነስ ኣብ ባልዕቡይ ኣብ ኣፍናቡ ኣብ ማብረ ኣብ ኤሪብሊ ኣብ ዒዲውን ስለ ነፍስ ካብታ ዝተወለዱ ከባቢ ስለ ዘለውካ ሓያል ንጎስጓስ ብዛዕባ ኣገልግሎት ትምህርቲ ከኣ ካብ ዝመልከቶ ኣካል ጎኒ ኮይኖም ከኣ እጃሞም ከበርክቱ ትስፋና እዩ። ደቂ ሰብ ክዓይን ኣድማዒ ዝኾነ ውጽኢት ከፍርይን እንተኾይኑ ጥዕንኡ ክሕሉ ኣለዎ። ኣብዚ ሰፊሕን ህዝቢ ፋሕ ኢሉ ዝነብረሉን ዞባ'ዚ ኩነታቱ ኣብቲ ኣገልግሎት ጥዕና ከመይ ኣሎ?

ንኣብነት እዚ ናይ ኣፋምቦ ናብ ከባቢ ሆስፒታል እንትዳ ትዓቢ ተስፋና እዩ ምክንያቱ ኣብዚ ልዕሊ ሓምሽተ ሺሕ ህዝቢ ዝነብሩላ ከባቢ እያ እታ ኣፋምቦ ብሓላ እንኮን ናይ ኣፍናቡ እውን ሕክምና ስለ ዘይብሎም ናይ ኣፍናቡ እውን ኣብዚኣ እናመፁ ይሕከሙ ስለ ዘሎ ናይ መብላ እውን እቲ ሪፈራል እዚያ እያ እዚያ ኸ ናብ ኮማዊ ሆስፒታል ዕድያ እታ እዛ ቤት ሆስፒታል ኮማዊ ሆስፒታል ዕዲ እያ ማለት ኣብ ዕዲ ዘላ ማለት እዩ ስለዚ ክዓቢ ዘሎ ብሙያ ድዩ ብደረጃ ኣገልግሎት ጥዕና ክዓቢ ዘለዎ መደብር ጥዕና እዩ ናብዚ ዘለዋ ይኹን እምበር ግን ብቲ ዘለዋን ዓቕሚ ከኣ ንህዝቢ ኣገልግሎት ይህባ ከም ዘሎ ንርዳእ ኢና።
ኣገልግሎት መጓዓዝያ ሓደ ከምቲ ኣገዳሲ ጉዳይ እዩ። ኣብዚ ከኣ ጉዳይ ጽርግያ ኣዛራቢ እዩ። ኩሉ ግዜ ጽርግያ ተልዩ እቲ ጸገማት እንዳተፈትሐ እዩ ድኸይድ። እዚ ክንመጽእ ከለና ዝረኣናዮ ጽርግያ ግን ነፍሲ ወከፍ ክረምቲ መጸ እንዳተባሕጎገ ድኸይድ እሞ ከኣ እቲ መሬቱ ከኣ ቁሩብ ድኽም ድበለ መሬት ብምዃኑ ኣብ ጽርግያታት መጓዓዝያ ጸገም ዘሎ ኮይኑ ይረኣየካ።

እኽሊ ኣጣል እና ሽጥካ እያ እታ እኽሊ ተምፅኡ እቲ ህዝቢ ከም ሓገዝ ኢሉ ዝሓስብ ዘሎ ምግቢ ንስራሕ መደብ መደብ ምግቢ ንስራሕ እዚ መደብ ምስ መፀ ከዓ እቲ ህዝቢ በሙሉ እቲ ሕሙም እንተዘይኮይኑ እቲ ዓብይ ዓዲዑል እንተዘይኮይኑ እቲ ዓቕሚ ዘለዎ እቲ ጥዑይ ሰብ ከዓ ኩለን ይወፍራ እየን በተን ፅርግያታት ከዓ በቲ ብዓቕሚ ሰብ ዝካል ይገብራ'ዩ። እዚ ኸኣ ብምንታይ ዝምርኩስ እዩ? ምግቢ ንስራሕ ዘተባብዕ፣ ነቲ ህዝቢ ዘተባብዕ፣ ነቲ እኽሊ ክረክብ፣ ናይቲ ከባቢኡ ኸኣ ጽርግያ ክጸርግ በብዘለዎ ምምሕዳር ከባቢታት ዘሎ ሕጂ ኣብቲ ኮረኮንች ዝረኣይናዮ ኣብቲ ከባቢ መብላ ህዝቢ ከባቢ መብላ ኸኣ ኣብቲ መደብ ምስ

ዝምለስ ናብ ቦትኡ ትመለስ ስለዚ ኣብዚ ከባቢ ዘሎ ህዝቢ ብፍላይ ገጠራት ምምሕዳር ከባቢ ምምሕዳር ንኡስ ዞባ ማእከል ዳንካልያ ምምሕዳር ከባቢ ገጠራት ዝበሃላ ዘለዋ በዓል ማብላ በዓል ኣፋምቦ በዓል ባልዕቡይ በዓል ኣፍናቡ ነዚኤን ጸገማት ናይ መጓዓዝያ ኣሎ ጸገማት ናይ መራኸቢታት ኣሎ እዚ ቀጻሊ ጠለብ እዩ። እዚ ንዞባ እዚ ቀጻሊ ኣብ ወርሓዊ ጸብጻቡ ከኣ እዚ ናይ መራኽቢታትን ናይ መጉዓዝያ ትኩረት ክወሃበሉ ከኣ ቀጻሊ ብጸብጻብ ይገልጽ እዩ። እንተኾኑ ከኣ መንግስቲ ብዝለዎ መደብ ጽባሕ ንግሆ ኣብ ዝኾነ ግዜ ከኣ እዚ ጉዳይ ከኣ ክፍታሕ

ሰላም።